ፈረንሳ ንሃገረ ፍልስጤም ኣፍልጦ ብምሃብ መሰል ኣብ ልዕሊ ሓይሊ ክዕወት ኣለዎ ኢላ። ፈረንሳ ኣብ ዝሓያሎ ሃገራት ንፍልስጤም ኣፍልጦ ዝህባሉ ዘለዋ ግዜ ኣፍልጦ ዝሃበት ሃገር ኮይና፣ ፕረዚደንት ኢማኑኤል ማክሮን ኣብ ኒውዮርክ ኣብ ዝርከብ ሕቡራት ሃገራት ቀሪቡ ኣብ ዝሃቦ መግለጺ፣ ንሰላም ዝኸውን ግዜ ኣኺሉ ከምኡ'ውን ነቲ ኣብ ቃዛ ዝካየድ ዘሎ ኲናት ምኽንያታዊ ክገብሮ ዝኽእል ነገር የልቦን ኢሉ። ፈረንሳን ስዑድ ዓረብን ብሓባር ኮይነን ነቲ ግጭት ደው ከብል ከም ዝኽእል ዝእመን እማመ ፍታሕ ክልተ ሃገራት ዘተኮረ ዋዕላ ብሓፈሻዊ ጉባኤ ሕቡራት ሃገራት የካይዳ ኣለዋ። ኣባላት ጉጅለ ሸውዓተ ዝኾና ጀርመን፣ ኢጣልያ፣ ኣሜሪካ ግን ኣይተሳተፋን። ዓባይ ብሪጣንያ፣ ካናዳ፣ ኣውስትራልያ፣ ፖርቱጋል ብሰንበት ዕስራን ሓደን መስከረም ኣፍልጦ ከም ዝሃባ ድሕሪ ምግላጸን፣ ቤልጁም፣ ሉክዘምበርግ፣ ማልታ፣ ኣንዶራን ሳን ማሪኖን እውን ንሃገረ ፍልስጤም ኣፍልጦ ከም ዝህባ ፕረዚደንት ማክሮን ገሊጹ። ኣብ ቃዛ ብሰንኪ ዝረኦ ዘሎ ሰብኣዊ ቅልውላው ኣብ ልዕሊ እስራኤል ኣህጉራዊ ጸቕጢ ይዓቢ ኣሎ። እስራኤል ግን ንፍልስጤም ኣፍልጦ ምሃብ ማለት ነቲ ዕጡቕ ጉጅለ ሓማስ ብ ሸውዓተ ጥቅምቲ ክልተ ሽሕን ዕስራን ሰለስተን ኣብ ልዕሊ ደቡባዊ እስራኤል መጥቃዕቲ ኣካይዱ ኣስታት ሽሕን ክልተ ሚእትን ሰባት ክሞቱን ክልተ ሚእትን ሓምሳን ድማ ጆሆ ክተሓዙን ዝገበረ ኩነታት ሽልማት ምሃብ'ዩ ክትብል እያ ትገልጾ። ካብቲ ግዜ እቲ ጀሚሩ ኣብ ልዕሊ ስሳን ሓሙሽተን ሽሕ ፍልስጤማውያን ብእስራኤል ከም ዝተቐትሉ ብሓማስ ዝመሓደር ሚኒስትሪ ጥዕና ቃዛ ሓቢሩ። ኣብዚ ግዜ እቲ ሓይልታት እስራኤል ነታ ሓደ ሚልዮን ህዝቢ ዝነብረላ ከተማ ቃዛ ንምቁጽጻር ናይ ኣጋር መጥቃዕቲ የካይድ ከም ዘሎን ኣብ ዝሓለፈ ወርሒ ዓጸቦ ምጉናፉን ከም ዝተረጋገጸ ይፍለጥ። እቲ መራሒ ፈረንሳ ብዝሃቦ መግለጺ፣ እቲ ኩነታት ደው ዝብለሉ ብሓማስ ጅሆ ዝተታሕዙ እስራኤላውያን ዝልቀቑሉን ግዜ ከም ዝኣኸለ ሓቢሩ'ሎ። መወዳእታ ኣልቦ ውግኣት ከስዕብ ከም ዝኽእል ብምጥቃስ፣ ኩሉ ሳዕ መሰል ኣብ ልዕሊ ሓይሊ ክዕወት ኣለዎ ኢሉ። ማሕበረሰብ ዓለም ኣብ ማእከላይ ምብራቕ ፍትሓውን ነባራውን ሰላም ከስዕብ ኣይከኣለን ዝበለ ማክሮን፣ እስራኤልን ፍልስጤምን ጎድኒ ጎድኒ ኰይነን ብሰላምን ጸጥታን ክነብራ ተኽእሎ ፍታሕ ክልተ ሃገራት ንምዕቃብ ዝከኣለና ዘበለ ኩሉ ክንገብር ኢና ኢሉ። ሚኒስትር ጉዳያት ወጻኢ ስዑድ ዓረብ ፋይሳል ቢን ፋርሃን ብስም ልኡል ወራሲ መሓመድ ቢን ሳልማን መደረ ኣስሚዑ። ኣብቲ ዞባ ነባሪ ሰላም ንምርግጋጽ ዝሕግዝ እንኮ መንገዲ እማመ ፍታሕ ክልተ ሃገራት ምዃኑ ደጊሙ ኣረጋጊጹ። ዋና ጸሓፊ ሕቡራት ሃገራት ኣንቶንዮ ጉተረዝ ንኩነታት ቃዛ ብሞራል፣ ብሕጋውነትን ፖለቲካውን መንገዲ ዘይጽወር ክብል ብምጥቃስ፣ ፍታሕ ክልተ ሃገራት ንሰላም እስራኤላውያንን ፍልስጤማውያንን እንኮ ተኣማንነት ዘለዎ መንገዲ ምዃኑ ገሊጹ። ፕረዚደንት ፍልስጤም መሓመድ ዓባስ፣ ኣሜሪካ ንቪዝኡን ካልኦት ሰበስልጣን ፍልስጤምን ብምስራዝ ኣብ ሓፈሻዊ ጉባኤ ሕቡራት ሃገራት ብኣካል ክሳተፍ ኣይከኣለን። ብቪድዮ ሊንክ ኣቢሉ ኣብቲ ዋዕላ መደረ ኣስሚዑ። ንሱ ቀዋሚ ምቁራጽ ተኹሲ ክግበር ጸዊዑ። ሓማስ ኣብ ምምሕዳር ቃዛ ዝዀነ ተራ ክህልዎ ከም ዘይክእል ብምግላጽ፣ እቲ ጕጅለ ኣጽዋሩ ንምምሕዳር ፍልስጤም ከረክብ ጸዊዑ። ባህግና ኣጽዋር ዘይብሉ ሓንቲ ስምርቲ ሃገር እዩ ኢሉ። ፕረዚደንት ዓባስ በተወሳኺ ነቲ ሓማስ ብ ሸውዓተ ጥቅምቲ ክልተ ሽሕን ዕስራን ሰለስተን ኣብ ልዕሊ ደቡባዊ እስራኤል ዘካየዶ መጥቃዕቲ ኮኒኑ። ናብ እስራኤላውያን ኣብ ዝሰደዶ መልእኽቲ ድማ ሓድሕድና መጻኢና ኣብ ሰላም እዩ ዝምርኮስ፣ ይኣክል ዓመጽን ኲናትን ክብል ገሊጹ።

ከም ቶማስ ሳንካራን ኔልሰን ማንዴላን ዝኣመሰሉ መራሕቲ ናጽነት ኣፍሪቃ፣ ቃልሶም ምስ ቃልሲ ፍልስጤም ማዕረ'ዩ ዝርእይዎ ነይሮም። ይኹን'ምበር ኤርትራን ካሜሩንን ኣብዚ ዝተፈለየ መርገጺ ክሕዛ'የን መሪጸን። ስለምንታይ እዘን ሃገራት ንሃገረ ፍልስጤም ኣፍልጦ ዘይሃባ? ኣብ ምዕራብ ኣፍሪቃ እትርከብ ካሜሩን ምስ እስራኤል ጥቡቕ ዝምድና ዘለዋ ኮይና፣ ኣብ ጀኔቫ መጽናዕቲ ድሕነት ስትራቴጂ ዳይረክተር መጽናዕቲ ምክልኻል ዝኾነ ዳቪድ ኣቶ፣ እስራኤል ንካሜሩን ኣብ ኣፍሪቃ ኣላትኒ ትብላ ጽንዕቲ መሓዛ'ያ ይብል። ንሱ ወሲኹ ካሜሮን ምስ እስራኤል ዘለዋ ርክብ ብዲፕሎማሲ ደረጃ ክዝረግ ኣይትደልን እያ ኢሉ። ዝምድና ክልቲኤን ሃገራት ድልዱል እዩ ጥራይ ዘይኮነ ኣብ ጉዳያት ድሕነት እውን ዝተሞርኮሰ እዩ። እስራኤል ንመንግስቲ ኣሜሪካ ኣብ ምክልኻል እትሳተፍ ሕጂ እውን ትከላኸለሉ እያ ዘላ ይብል። እስራኤል ሓይልታት ህጹጽ ረድኤት ካሜሮን ከምኡ'ውን ድሕነት እቲ ፕረዚደንት ንዝሕሉ ፍሉይ ሓይሊ ኣሰልጢናን ኣምሂራን እያ። ካሜሮን ምስ እስራኤል ብዝሃነጸቶ ርክብ ብኹሉ ሸነኽ ማእገር እስራኤል ዝኾነት ኣሜሪካ'ውን ክትሕግዛ መንገዲ ረኺባ እያ። ካሜሮን ኣብ ዙርያ ፍልስጤም ዘለዋ መርገጺ፣ ኣብታ ሃገር ተዛረብቲ እንግሊዝኛ ንዝኾኑ ተገንጸልቲ ጉጅለታት ዘለዎም ወጥሪ ዝዛመድ እዩ። ንፍልስጤም ኣፍልጦ ምሃብ ማለት ኣብ ውሽጢ እታ ሃገር ዘለዉ ምንቅስቓስ ተገንጸልቲ ኣፍልጦ ንምሃብ ጸቕጢ ክፈጥር እዩ። መንግስቲ ድማ ካሜሮን ሓንትን ዘይትነጻጸልን ከም ዝኾነት ግልጺ ገይሩ መንግስቲ ድማ ካሜሮን ሓንትን ዘይትነጻጸልን ከም ዝኾነት ግልጺ ገይሩ እዩ ይብል። መርገጺ ካሜሮን ብብዝሒ ስቕታን ጥንቃቐን ዝመልኦ እዩ። ኣብዚ ጉዳይ ዘሎ መርገጺ ኤርትራ ግን ኣብ ታሪኽ ዝተፈለየ ኩነታት ንናጽነት ምስ ዝተበርከተ ቃልሲ ዝዛመድ እዩ። ኣብ ሽሕን ትሽዓተ ሚእትን ሰማንያን ሸሞንተን ያሲር ዓራፋት ፍልስጤም ልኡላዊ ሃገር ምዃኑ ኣዊጁ። ኣብቲ ግዜ'ቲ ድጋፍ ብዙሓት ሃገራት ኣፍሪቃ ይጠልብ ነይሩ እዩ። ካብዚኤን ሓንቲ ኢትዮጵያ እያ። ኤርትራዊ ተንታኒ ፖለቲካ ማእከላይ ምብራቕ ኣፍሪቃን ዓብዱራሕማን ሰይድ ኣቡ ሓሽም፣ ድሒሩ ሕብረት ኣፍሪቃ ዝተባህለ ትካል ሓድነት ኣፍሪቃ መቕመጢኡ ኣብ ኣዲስ ኣበባ እዩ ነይሩ ይብል። ወተሃደራዊ ስርዓት ኢትዮጵያ ደጋፊ ሕብረት ሶቭየት ስለ ዝነበረ ንመሰል ቃልሲ ፍልስጤም ይድግፎ ነይሩ እዩ። ኣብቲ እዋን ድማ ኤርትራ ናጽነታ ንምርካብ ምስ ኢትዮጵያ ኣብ ውግእ ነይራ። ኣብቲ እዋን ኤርትራ ኣብ ትሕቲ ቁጽጽር ኢትዮጵያ ስለ ዝነበረት ኤርትራውያን ድማ ኣብ ወራር ኢትዮጵያ ናጻ ንምውጻእ ዕጥቃዊ ቃልሲ የካይዱ ነይሮም ይብል ወሲኹ፣ ንፍልስጤም ምስ ኢትዮጵያ ዝኾነ ዓይነት ዝምድና ንምምስራት ገዛእ ርእሶም ካብ ኤርትራውያን ከርሕቑ ይግብኦም ነይሩ። ያሲር ዓራፋት ከምኡ ዝገበረ'ዩ ዝመስለኒ። ሽዑ ድማ ኤርትራውያንን ፕረዚደንት ኢሳያስ ኣፈወርቁን ብጽቡቕ ኣይረኣይዎን። ይኹን'ምበር ፕረዚደንት ኢሳያስ ኣፈወርቂ ንሕቶ ፍልስጤማውያን ብቕኑዕ ኣረኣእያ ብምርኣይ፣ ብ ክልተ ሽሕን ዓሰርተ ክልተን ፍልስጤም ኣብ ሕቡራት ሃገራት ተራ ኣባል ዘይኮነት ተዓዛቢት ሃገር ንኽህልዋ ድምጺ ሂቡ'ዩ። ከም ኦስሎ ኦኮርድ ዝበሉ ርእሰ ምምሕዳራት ፍልስጤም ድሩት ዕድል ዝሃበ ምብራቓዊ ገማግም ቃዛ ንኽመሓደሩን ንምስረታ ነጻ ሃገር መሰረት ዘንጸፈ ስምምዕ ሰላም ግን ነጺግዎ እዩ። ብ ሽሕን ትሽዓተ ሚእትን ተስዓን ሰለስተን ስምምዕ ኦስሎ ዘይጠቅም፣ ምኽንያት እቲ ጎንጺ ኣብ መሰረቱ ዘይፍታሕ ወይ ሕቶ ርእሰ ምምሕደራ ፍልስጤም ዘይመስል እዩ ብምባል ፕረዚደንት ኤርትራ ብቐዳምነት ይርኳሕ ይብል ዓብዱራሕማን። ፕረዚደንት ኢሳያስ መፍትሒ ክልተ ሃገራት እውን ከም ዘይድግፎ ብግልጺ ተዛሪቡ እዩ። ግን ድማ ሓምሳን ሓሙሽተን ሚእታዊት ህዝቢ እታ ሃገር ተኸታሊ እምነት እስልምና ብምዃኑ ጸቕጢ ክበጽሖ ይኽእል እዩ ይብል እቲ ተንታኒ።